መርከብን ማዕበልን ገጢሙ
ሰላም ሰላም ከመይ ትኾኑ ክቡራት ተመልከቲ ንሎማዓንቲ ሒዘልኩም መፀ ዘለኹ መደብ ብዛዕባ ጉዳይ ሽሕን ሰማንያን እዩ ክሳብ መወዳእታ ንክትከታተሉኒ ይዕድም እታ ብልጽቲ ፊልም ናይዚ ግዜ ሽሕን ሰማንያን ኣብ መበል ሰላሳ ክፋል ካብ ትጽቢት ብዙሓት ተኸታተልቲ ወጻኢ ተፈጺማ። በዚ ምኽንያት ድማ ብዙሓት ተኸታተልቲ እዛ ፊልም ኣብ ዝተኸፋፈለ ስምዒት ኣትዮም። ኣነ ብወገነይ ገና ኣብቲ ተምብኔል መወዳእታ ክፋል ዝብል ምስ ረኣኹ ዝተሓዋወሰ ስምዒት ከምኡውን ዝተረፈ ደቂቓ እንዳረኣኹ ማለት ከምዚ ከይትውዳእኒ እንዳተጨነቕኩ ምሉእ ኣርብዓን ትሽዓተን ደቂቓ ወዲኦዮ። ኣብ መወዳእታ ድማ ኣይ ሓጎስ ኣይ ጭንቀት ናይ ምውዳእ ክገልጾ ዘይክእል ብሓቂ ጅዩ ኢለ ምእማን ስኢነ እንዳተጠራጠርኩ ስምዒተይ ምቁጽጻር ስለ ዝኣበየኒ ዝነበረኒ ስምዒት ንምግላጽ እዛ ጽሑፍ ክጽሕፍ ወሲነ። መጀመርታ ከምቲ ኩላትና ተኸታተልቲ ንፈልጦ እዛ ፊልም ናይ ብዙሓት ቀልቢ ሰሓበት ከምኡውን ብዙሕ ሰብ እታ ናይ ኩሉ ግዜ ዝበለጸት ናይ ትግርኛ ፊልም ኢሉ ዝሰማምዓላ እያ። ኣብ ዝሓለፈ እውን ብስታር ኢንተርተይመንት ኣብ ዝተዳለወ መድረኽ ብልፅቲ ፊልም ተባሂላ ሽልማት ተዓዊታ እያ። ከምኡ እውን ኣብ ነሽነሽ ቲቪ ኣብ ዝቐረበ ናይ ውድድር እውን ቀዳመይቲ ፊልም ተባሂላ ተመሪፃ እያ። ብማእኸላይ ገምጋም ሓንቲ ክፋል ካብ ኣርባዕተ ሚእቲ ከይ ክሳብ ሓሙሽተ ሚእቲ ሽሕ ከይ ቪው ኣብ ዩቱብ ትረክብ ነይራ እያ። እዚ ማለት ሓንቲ ክፋል ተርእያ ክሳብ እታ ካልኣይ ክፋል ወይ ድማ ቀጺላ ክፋል እትወርድ ወይም ብናይ ዩቱብ ኣፕሎድ ክሳብ እትግበር ማለት እዩ። እዚ ክብለኩም ግን ብዙሓት ሰባት ድማ ካብ ዋይፋይ ወፃኢ ወይ ድማ ዩቱብ ዘይጥቀሙ ግን ድማ ካብ እንዳ ሙዚቃ ኣምሊኦም ዝሪእዎ ከይሓወሰ ማለት እዩ። ብሓፈሻ ፊልሚ ሽሕን ሰማንያን ዘይረኣየ ሰብ ብፍላይ ድማ መንእሰይ የለን ክትብል የድፍር እዩ። ብፍላይ ድማ ተኸታታሊ ፊልም ትግርኛ ዝኾነ ማለት እዩ። ሓደ ሓደ ተኸታተልቲ ሽሕን ሰማንያን እንታይ ማለት እዩ ዝብሉ ወይ ድማ እቲ ትርጉም ሰምን ወርቅን ከም ዝኾኖም ተረድኤ። ብዝኾነ ሽሕን ሰማንያን ማለት ካብ ኣዲስ ኣበባ ናብ ኣስመራ ዘሎ ንውሓት ኪሎሜትር ማለት እዩ። ብቀዳምነት ንደራሲ ወልዳይ ሃብትኣብ ካብ ልቢ ብጣዕሚ ነዚ ዝመስል መሳጢ ድርሰት ስለዝጸሓፈልና ከመስግኖ ይደሊ። ቀጺለ ድማ ነቶም ንፉዓት ተዋሳእቲ ብጠቅላላ ከመስግኖም ይደሊ ብጣዕሚ ብዝገርም ናይ ምውሳእ ክእለት ነቲ ዝተዋህቦም ናይ ሓሳባዊ ጽሑፍ ናብ ተግባር ስለዝሽረፉልና ንሙሉእ ተዋሳእቲ ውን ኣብቲ ስራሕ ንዝተሳተፉ ሙሉእ ኣድናቖትን ምስጋናን ከም ተኸታታሊ መጠን ክገልጽ ይደሊ። ብፍላይ ድማ ከም ዋና ገጸ ባህርያት ንዝነበሩ ሰባት ማለት ከም ናተይ ከም ኣነ ድማ ብጣዕሚ ከይጠቐስኩም ክሓልፍ ዘይደሊ ሜሮን ገብርሂወት፣ ወዲ ሓውቦይ፣ ክብረት ኣማረ፣ ሳሚ፣ ዊንታ መኮነን፣ ዮሂን፣ ሳሮን ን ማርያምን ከም ልዋምን ብጣዕሚ ካብ ዘድንቆም ወይ ከዓ ዝፈትዎም ዝነበርኩ ኣብቲ ፊልም እዩ። ኩራት ተዓዘብቲ ንስኩም ድማ ብጣዕሚ ትፈትዎ ዝነበርኩም ወይ ከዓ ብጣዕሚ ከም ተድንቅዎም ኣብ ኮሜንት ፃሓፉለይ። ክብሎ ዝደሊ ብጣዕሚ ስምዒተይ ዝነኽኣኒ ነገር እንተሃለወ ምፍልላይ ሳምን ልዋምን እዩ። ብጣዕሚ ስምዒተይ ዝጎድኣኒ ከምኡውን ንምእማኑ ፊልም ምዃኑ ምእማኑ ዝኣበየንን እዩ። ስለምንታይ ዝብል ሕቶ ኣብ ርእሰይ ዝፈጠረለይን ግን ሓደ ነገር ኣስታዊሰ። የተፋቀረ ሰው ሁሉ አይሞሸርም ካልተጻፈ ከላይ አብሮነት አይሰምርም። ብሓፈሻ ኣብዛ ፊልም ብናይ ኤማ መወዳኣታ ዓጊበ ብናይ ወዲ ሓውቦይ መወዳኣታ ዓጊበ ብናይ ቴዲ ውን ዓጊበ ብናይ ሳሚ ከኣ ሓዚነ ፊልም ምኳኑ ምእማን ሲኢነ በቃ ናይ ብሓቂ ዝኮኑ ኮይኑ ተሰሚዕኒ ያወዲ ሓውቦይ ጽሉል ኢኣክ። ንኹሎም ኣረኻኺብሉ። ኣብ መወዳእታ ድማ ስታር ኢንተርታይመንት ካብ ልቢ እንዳመስገንኩ ከምዚ ዓይነት ፊልም ንኹሉ ግዜ ክዝርግሑልና እንዳተላበኹ ንኹሎም ተዋሳእትን ደራስን ቀጽልዎ ኣብ ቀጻሊ ድማ ተመሳሳሊ መሳጢ ፊልም ሒዞምልና ከምዝመጹ እንዳተኣማመንኩ ኩሉ ሰሰናዩን ሰናይ ሂወትን ናይ ስራሕ ዘመንን ይምነ። እግዛብሄር ድማ ንኹልና ካብዚ ኮሮና ቫይረስ ይሓልወና ክብል ይደሊ። ሕራይ መኾራት ተዓዘብተይ ብዛዕባ ፊልም ሸማንያን ዝጸሓፍኩዋ ነገር ከዓ ስሚተይ ዝገልጸላ ዝደለኹ ነገር እዚኣ እያ። ካብ መልእኽቲ ድማ ሳብስክራይብ ከይትርስዑ። ኣብ መወዳእታ ናይዛ ፊልም ሳውንድ ትራክ ስእልታት ኣሰኒ ክፍለየኩም እየ። ሰላም ሰላም።